ሰላም ዝኸበርኩም ተዓዘብቲ ሜሮን ሳት ንሎም መዓንቲ ድማ ከምቲ ልሙድ ናይ መንገሻ ሃፍተ ጽሑፍ ኣብ ገጻት ፌስቡክ ረኺበ ናብ ድምፂ ቀይረ ናባኹም ከብሎ ወሲነ ኣለኹ እቶም ብቐዳማይ ኣብ ገለ ጽሑፍ መንገሻ ሃፍተ መጽሓፍቱ ኣበይ ክንረኽቦ ንኽእል ዝበልኩም መንገሻ ሃፍተ መጽሓፍቱ ኣብ ኣማዞን ክትረኽብዎ ትኽእሉ ኢኹም ክልተ ዓበይቲ ናይ ትግርኛ መጽሓፍቲ ዝጸሓፈ ክኸውን ከሎ ሓንቲ ድማ ዓባይ መጽሓፍ ዝተርጎመ ሓደ ካብቶም ኤርትራ ዘፍረየቶም ዓበይቲ ምሁራት ናይዚ ሃገር እዩሞ መፅሓፍቱ ገዚእኩም ከተንብብዎ በዛ ኣጋጣሚ ይምሕፀነኩም እዚ ፅሑፍ እዚ ንኣቶ መንገሻ ሃፍተ ንክቕይሮ ፍቓድ ኣይሓተትክዎን ምናልባት እንድሕር ደኣ ፍቓድ ኣይሓተትካንን ኢሉ ከሲስኒ ንስኹም ዋሕሰይ ናፍቲ ፅሑፍ ከብለኩም ብምቕጻል እዚ ጽሑፍ እዚ ኣብ ሓደ ኮመንት ናይ ሓደ ሰብ ዝተጻሕፈ ኮይኑ ይጠቅም እዩ ብምባል እየ ድማ ኣውፅኤ ኣምፅዮ ንእግረ መገደይ ኣቶ መንገሻ ሃፍተ ግርህ ኢልኩም ርእቶታትኩም ከተቐምጡ ኣብቲ ናይ ፌስቡክ ሕሳቡ ከምኡ ኢሉ ኣሎ እሞ ኣነ እውን ግርህ ኢልኩም ኣብዚ ዩቱብ ርእቶታትኩም ክትገድፍሉ ይምሕፀነኩም እምበኣር ንቐጽል ሕራይ ንኺድ ናበይ ኣይትበሉኒ እመኑኒ ጥራሕ ናብ ገደል ኣይክወስደኩምኒ ንቐጽል መንነት ሰብ ምስ ዘርእን ደንበልን ዲኤንኤ ጥራይ ተኣሳሲሩ ክግለጽ ዝከኣል ኣይመስለንን ክግለጽ እንተተደልዩ ድማ ውዱን ኣይክኸውንን እዩ ሰብ በቲ ካብ ዝምሕረሉ ከባቢ ኣብ ውሽጢ ስነ ልቦንኡ ዝዝራእን ኣዝዩ ዝተሓላለኸን ናይ ምሕባር መስርሕ ሶሻላይዜሽን ፕሮሰስ እዩ እኩብን ውልቃውን መንነት ዝላበስ ዘማዕብሎ ኣፈራርዳ ማለት ቫልዩ ጃጅመንት ክብርን ነውርን ዝብለለሉ ኦኪያለ ካብ ደሙን ዓሌቱን ዘይኮነስ ካብቲ ብጻዕድኡን ህጻንነቱን ካብ ከባቢኡ ዝረኸቦ ተግሳጻት፣ ማዕዳታት፣ መግናሕቲታት፣ ምድግጋፋት፣ ምትብባዓት፣ ምውሳናት፣ ኣድልዎታት፣ ምግላጻት፣ ኤክሽፖዘር፣ እዩ መልክዕን ቅርጽን መንነት ዝሃንጽ። ኦባማ እኮ ብደሙን ዘርኡን ማሳይ እዩ። ኣብ ኬንያ ዓብዩ እንተዝኸውን ምናልባት ሸራራት ዓጢቑ ናብ ሓንቲ ጤሌቤዶ ኩናት ክውርውር ምረኣናዮ ኔርና። ግና ሓንቲ ኣሜሪካ ትበሃል ፋብሪካ ከምዚ ዝረኣናዮ ጌራ ሕብሪ መንነት ለኻኽያ ፕረዝደንት ዝብል ውዱእ ንብረት ጌራ ሰሪሓቶ። ስዋሂሊ ዘይኮነ እንግሊዝኛ ኣዛሪባቶ። ካልእ ሃይማኖት ናይቶም ናይ ደም ስድርኡ እንከለዎ ብወንጌል ኣቢላ ኣኸስቲናቶ። ስለዚ ኦባማ ገምጋማዊ ኣሜሪካዊ ጥራይ ዘይኮነስ ኣቃናይን መራሕን ብሶላን ኣርኣያን ኣሜሪካዊት መንነት ኮይኑ። በዛ ኦክያለ እዚኣ ጌርና ንብዙሓት ብደሞምን ዘርኦምን ጥራይ መንነት ክንዕድሎም ንውዕል ገጸ ባህርያት እምብዛ ብዙሓት ክኾኑ እዮም። ኣሌክሳንደር ኢሳቕ፣ ኤርትራዊ ዶ ሽወደናዊ? ቲፋኒ ሓድሽ፣ እታ እኮ ሓደ ስደተኛ ሓውና ሓንቲ ፍረ ዘርኢ ተባዕታይ ኣብ ማህጸን ናይ ሓንቲ ኣሜሪካዊት ተኺሉ ዝወለዳ ጓልሲ ኣሜሪካዊት ዶ ኤርትራዊት? ጓል ፋቲንጋ፣ እታ እኮ ካብ ትግርኛ ትዛረብ ኣደ ካብ ትግርኛ ትዛረብ ዓዲ ዝዓበየት ስዋን ሃንዛ እናበልዐት ዜማታት ሃንሰ መስቀለ እናደረፈት ዝዓበየትሲ ትግርኛ ዶ ኩናማ? ሃንሰን ኣቶ ራፐር ኣሜሪካዊ ዶ ኤርትራዊ? እዞም ዝጠቐስክዎም ፍሩያት ሰባት ብሃገራዊ ካሪክለምና ኣይሓለፉን፣ ብማዕዳ ወለድና ኣይመጸጹን፣ ኣይመዓሩን፣ ምሳና ያህለለ ሻኩን ኣይተጻወቱን፣ ብምንታይ ደኣ ናትና ንብሎም? ብደም? ብዘርኢ? እዚ ርቱዕ ኣይኮነን፣ ከምቲ ዝበሃል ድማ ሃገራውነት ብዘርእን ዓሌትን ኣይንደቕን። ስለዚ። ሰብ መንነቱን ውጽኢት ናይቲ ዝሕንበረሉን ዝዓብየሉን ማሕበራዊ ጆግራፍያዊ ከብ ኣከባቢ'ዩ። እዞም ከምዚ ዓይነት ሰባት ደምን ዘርእን ቆጺሮም ክውኩሉኻ ከለዉ ንዓኣቶም ባህታ ክፈጥረሎም ይኽእል ይኸውን፣ ነቲ ዝውከል ዘሎ ማሕበረሰብ ግን ሃስያ ክህልዎ ይኽእል። መራኸቢኡ ዘርኢ ደኣምበር ስምዒትን ወንን ዘይክኸውን ይኽእል። መንነት ድማ ስምዒት እዩ። ምናልባት ኣዝዮም ኣዝዮም ውሑዳት ሰባት ብኣዝዩ ዝተፈልየ ተመኩሮ ናይ ህይወት ምስ ዝሓልፉ ዘርኦምን ስምዒቶምን ክወሃሃድ ይኽእል ይኸውን፣ እዚኣቶም ግን ሓደ ካብ ሚእቲ ሚልዮን እዩ። ምሕጽንታ፣ ግርህ ቢልኩም ርእይቶታትኩም ኣቐምጡ፣ ኣገድሰኒ እዩ ኢሉ ኣሎ ጸሓፊ መንገሻ ሃፍተ። ይቐኔለይ።
ኣነ ደርፊ ምግባሮም ምእካቦም ኣይኮነን ተቃውሞይ ተኣኪብኩም እንታይ ተምጹልና ንዓና ከም ህዝብስ እንታይ ትገብሩሉ ንህዝቢ ኤርትራ ኣብ ኤርትራ ሰብ ንቱርኪ ከይዱ ሕከም ኣሎ እንታይ ሓሳብ ኣለኩም ብዛዕባ እዚ ሰብ ኣብ ኤርትራ ብካንሰር መውታ እንታይ እንታይ ክትገብሩልና ትኽእሉ ብዛዕባ እዚ ተኣኪብኩም ስለኹም ኣነታት እውን ተኣኪብኩም ኢኹም እዚኣ እያ እታ ፋንዳሜንታል ሕቶ ክትእከበል መንግስቲ ኢኻ ንስኻ ስልጣን ዘለዎ ንስልጣን ዘይብሉ ኣይምልስን ብርጌድ ንሓመዱ ስልጣን ይብሉ ኦኬ ቃውም ኣለዎ ከም ዝገብር ኣለዎ ክትብል ትኽእል እያ ስልጣን ግን ይብሉ ስልጣን ዘለዎ መን እዩ ተልካ እቲ ህግደፍ እዩ ስልጣን ሒዝካስ እንታይ ትገብር ኣለካ ተባጩ ትላገጽ ነዚ መንእሰይ ንምጥርናፍ እንታይ ጌርካ ወላ ሓንቲ ይገበርካ ስለዚ እቲ እንታይ እየ ኢለ ብክዳይ ገሊፅያ ነይረ ክንደ ይገብር ዘምህረት ዮሃንስን ኢሳያስ ኣፈወርቅን ካብ ዝገበርዎ ጉድለትን ካፍታ ኤርትራ ንምህዳም ጓይላ የጫጭሑ ኣለዉ ኢለ ዝገበርኳ መደብ ኣላ ካብቲ ክውንነት ክትሃድም ኢልካ ጓይላ እንተጫጫሕካ ትርጉም የብሉን። ፈክር፣ ደርፊ ትረፍ፣ ግጥሚ ግጠም ኣብ መወዳእታ ኣበየናይ ደረጃ ኣለና እያ ትመጽእ። ዘለና የብልናን ዶ? እወ ብዛዕብኡ ንዛረብ። ሕጅስ እቲ ናቶም ናይ ህግደፍ ዝግበር ዘሎ ነገር ንለውጢ እዚ ነቲ ዝርርብ መድረኽ መወዳእታስ ንዛረብ ኣለና ኩላትና። ንብርጌድ ንሓመዱ ምስ ናይ ትግራይን ምስ ካልእን ኣታሕዞ ጸገም የብለይን። ንዓይ ከ ምስ ምንታይ ኢካ ከተታሕዘኒ ንኣብነት እየ ክብል ደለኩ ንደጀን ድሌትካ ኢካ ትክሰሶ ንሜሮን እንታይ ኢልካ ትከሶ በቲ ናትካ ኩርናዕ ጠመተ ምሳይ ውን ዲስካስ ኣይትገብርን ኣለካ ንዓይ ውን ትጸርፈኒ ኣለካ ስለዚ እዚኦም ሲ ጸረ ሃገር እዮም ጸረ ገለ ኣይኮነን ንስካ ነታ ሃገር ንምምዕርራይ እንታይ ጌርካ ኣለካ ክመጽእ ዘለዎ ነጥቢ መጀመርታ ንስካ ናትካ ምጉት ኣቅርበልና ሽዑ ክትነቅፍ ሞራል ክህልወካ ማለት እዩ ሃገር ሙሉእ ሒዙ ስልጣን ሒዙ ሓመድ ድፋ ጫናስኪና ሰውጊግና ኣባሪርና ደም ብዛዕባኡ ከዓ መደብ ይብልካ እጅሲ እቲኣ ናይ ህግደፍ ኣወዳድባ ኣብዚ ግዜ እዚ ከማ እንታይ ስምዒት ፈጢሩ ዘሎ ኣነ ከም ዘስተውዕለሉ እቶም ናይቲ ስርዓት ደገፍቲ ብቑዕ ኣማራፂ እንተረኺቦም ነቲ ስርዓት ድገድፍዎ ኮይኑ ይስምዓና ንሕጂ ምክንያቱ እንታይ ሪኦም መሲልካ እንታይ እዮም ንሶም ተጸብዮም እቲ ስርዓትሲ ነዞም ኣብዚ ዘለዉ ናይዚ ብርጌድ ንሓመዱ መራሕቲ ገለመለሲ ንበዓል ደጀን ድዩ ገለስ ዝቅጽሎም እዩ መሲልዎም ሕጂ ዝብሉ ዘለዉ ንሶም እኮ ከምዚ ሪኦ ዘለኩ ኣነ ስለምንታይ ዘይቅተሉ እዞም ሰባት እዚኦም እኮ ኣይትምጉት ከምኡ እዩ ዝሰርሕ ዝመስሎም ዘሎ ሓያል መሲልዎም ነይሩ እቲ ናቶም ክስታይ መወዳእታ እቲ ናቶም ክስታይ ወላ ሓንቲ ከድምዕ ኣይከኣልን ሕጅስ ዋላ ንሶም ከማን ነቲ ኣብ ኤርትራ ዘሎ ስርዓት ሕጂ ካብኡስ ክስታይ ዋላ እዚ ዝገብርዎ ሕጂ ረኣይዎ ይኹን እዚ ናይ ስዊዝ ድዮም ገለ ዝገበርዎ ሕጂ ብቀዳማይ እንታይ ፍልልይ መጺኡ ሕጂ መሲልካ ሄኖክ ኢምባሲ ዘይፈልጦም እዮም እዚኦም ኢምባሲ ዝፈልጦም እዮም ዝብል ምጉት ውን ኣለዎም እኮ ኣብ መንጎ ሕጂ እቲኦም ኢምባሲ ፍቃድ ኣይሓተቱን ንዓና ይውክሉን እዮም እዚኦም በዚ ራብዓይ ብርጌድ በዚ ዋልታ በዚ ገለ ንሶም ውን ናብ ምምቕቓል ምምቕቓል ደረጃ እዮም ዘለዉ ስለዚ ሲ ብከምዚ ዓይኒ እየ ዝሪኦ ማለት እዩ ስለዚ ቴንክ ዩ ኣብ ክልቲኦም ዘለኒ ርእይቶ ነዚ እዩ ዝመስል ንዓይ ማለት ቴንክ ዩ